ሰላም ጥዕና ሃበለይ ደሓን ዶ ቀኒኻትኩም ዜና ዳሞራ ሸው ጀሚሩ ኣሎ ዓበይቲ ዜናታት ድማ ምቕራብ ክጅምር። ሕጊ ሰኔት ኣሜሪካ ሰራዊት ጉጅለ ዕጡቕ ህወሓት ኣብ ሱዳን ኣለኒ ኢሉ ዝጀሃረሉ ኣርሚ ሰብዓን ንባዕሉ ንሰራዊት ትግራይን ኣብ ሱዳን ዝፍፀም ዘሎ ጅምላዊ ግፍዕታት ኣብ ምብርትታዕን ምድጋፍን ይነጥፎ ኣሎ ብምባል ዓለምለኸ ኣሸበርቲ ብዝርዝር ኣብ ዝቕመጥሉ ሰነድ ክቕመጡ ዝገብር ሕጊ ክጸድቕ ሓቲቱ። ሓንቲ ክልል ብናይ ባዕለይ መንገዲ ናይ ማትሪክ ፈተና ክፍትን እየ እትብለሉ ሃገራዊ ኮነ ዓለምለኻዊ ሕጊ ከምዘየለ ተፈሊጡ። ፖለቲካዊ ሃልኪ እንተዘይኮይኑ፣ ክልል ናብ ዩኒቨርሲታት ተምሃሮ ክምድብ ዝኽእለሉ ዋላ ሓንቲ ዕድል እውን ከምዘየለ ኣረጋጊጸ'ሎ ኤጀንሲ ሃገራዊ ምዘናን ፈተናን ትምህርቲ። ቤት ምኽሪ ሰላምን ለውጥን ትግራይ፣ ምስ መንግስቲ ፌደራልን ካልኦት ኣግባብነት ዘለዎም ትካላትን ረኽቡ ብምጥንኻር መንእሰይ ትግራይ ካብ ሞት ንምትራፍ ከምዝቃለስ ግልፂ ገይሩ። ቤት ምኽሪ ሰላምን ለውጥን ትግራይ ኩነታት ትግራይ ብስፍሓት ብምግምጋም መዋፅኦ ኣብ ዝብሎም ሓሳባት እውን ኣቐሚጠሎም። ናይዚኦምን ካልኦት ዜናታትን ዜና ብዝርዝር ንምስማዕ ዳሞራ ሾው ተኸታተሉ። ንዳሞራ ሾው ሳብስክራይብ፣ ሼር፣ ላይክ ምግባር እውን ከይትሰንፉ። ሕጊ ሰኔት ኣሜሪካ፣ ሰራዊት ጉጅለ ዕጡቕ ህወሓት ኣብ ሱዳን ኣለኒ ኢሉ ዝጀሃረሉ ኣርሚ ሰብዓን፣ ንባዕሉ ንሰራዊት ትግራይ ትዲኤፍን ኣብ ሱዳን ዝፍፀም ዘሎ ጅምላዊ ግፍዕታት ኣብ ምብርትታዕን ምድጋፍን ይነጥፎ ኣለው ብምባል ዓለም ለኸ ኣሸበርቲ ብዝርዝር ኣብ ዝቕመጥሉ ሰነድ ክቕመጡ ዝገብር ሕጊ ክፀድቕ ሓቲቶ ኣሎ። ኣብ ቤት ምኽሪ ሰኔት ኣሜሪካ ዝቐረበ ኤስ ኣርብዓን ሸውዓተን ዕስራን ሽዱሽተን ዘርእስቱ ረቂቕ ሕጊ ብሓፈሻ ንሰራዊት ትግራይ ብፍላይ ድማ ንኣርሚ ሰብዓ ኣብ ትሕቲ ጉጅለ ዘይመንግስታዊ ዕጡቓት፣ Non-State Armed Groups፣ ዝርዝር ክኣትው ዝገበረ እዩ። ክሳብ ሕዚ ብዘሎ መረዳእታ ድማ ኣብዚ ነን ስቴት ኣርምድ ግሩፕስ ዝተኻተቱ ጉጅለታት ዓለም ለኸ ኣሸበርቲ ዝበሃሉ ወይ ድማ ብመሸጣ ዕጡቓት ዝፍለጡ ማለት መርሴነርስ ዝፍለጡ ጉጅለታት እዮም። ኣብ ዝሓለፉ ሰሙናት ብግልፂ ኣብ ሱዳን ብምእታው ኣልቡርሃን ይስዕር። ዝብሉ ዝነበሩ ዕጡቓት ጉጅለ ህወሓት፣ ቅድሚኡ ኣብ ሱዳን ዝጸንሑ ኣርሚ ሰብዓን ኣብ ሱዳን ዘሎ ውሽጣዊ ጎንጺ ዘጋድዱ፣ ኣብ ህዝቢ ሱዳን ዝፍጸም ዘሎ ግፍዕታት ዘተሓባብሩን ብቐጥታ ግፍዒ ዝፍጽሙን ብምባል'ዮም ተኸሲሶም ዘለዉ። ነዚ ናብ ሴኔት ኣሜሪካ ቀሪቡ ዘሎ ረቂቕ ሕጊ ዘቕረበ ሴናተር ጂም ሪሽ ይበሃል። እዚ ሴናተር፣ ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ኣካቢ ኮሚቴ ሰኔት ርክባት ወፃኢ ኣሜሪካ ብምዃን ብተደጋጋሚ ኣብ ጎኒ ህዝቢ ትግራይ ዝስለፍ ዝነበረ ኣሜሪካዊ ሴናተር እዩ። ዳርጋ ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ጎንና ዝነበሩ ሃገራትን ትካላትን ሎሚ ጉጅለ ህወሓት ሒዝዎ ብዘሎ ቁዋም ይርሕቁ ዶ ኣለዉ ወይስ ይቐርቡና ኣለዉ? ኣሜሪካ፣ ሕብረት ኣውሮፓ፣ ሂዩማን ራይትስ ዎችን ካልኦትን ዘውጽእዎም ዘለዉ መግለጽታትን እገዳታትን፣ ጉጅለ ህወሓት ካብ ህዝቡን ማሕበረሰብ ዓለምን ይንጸል ምህላዉዶ የመልክቱ? ወይስ? ገምጊምኩም ርእይቶኹም ኣቐምጡ። ዜና ዳሞራ ሸው ይቕጽል ኣሎ። ሓንቲ ክልል ብናይ ባዕለይ መንገዲ ናይ ማትሪክ ፈተና ክፍትን እየ እትብለሉ ሃገራዊ ኮነ ዓለም ለኻዊ ሕጊ ከምዘየለ ተፈሊጡ ኣሎ። ፖለቲካዊ ሃልኪ እንተዘይኮይኑ ክልል ናብ ዩኒቨርስታት ተምሃሮ ክምድብ ዝኽእለሉ ዋላ ሓንቲ ዕድል እውን የለን ይብል ኤጀንሲ ሃገራዊ ምዘናን ፈተናን ትምህርቲ። ኣብ ትግራይ ብወረቐት ዝወሃብ ፈተነ ዓሰርተ ክልተ ክፍሊ ብሰደቓ እዚ ኤጀንሲ እንተዘይተኻይዱ ውዱቑን ቅቡልነት ዘይብሉን ምዃኑ ኩሉ ክፈልጥ ይግባእ። ብመሰረትዚ ብወረቐት ኣብ ዝፍተኑ ተምሃሮ ናይ መዓልቲ ምሽግሻግ ካብ ምግባር ወፃኢ ዝተቐየረ ነገር ከምዘየለን ብወረቐት ዝፍተኑ ተምሃሮ ካብ ዕስራን ክልተን ክሳብ ዕስራን ኣርባዕተን ሓምለ ንምፍታን ኩሉ ቅድመ ምድላው ከምዝተወደኣ እውን ግልፂ ገይረ'ሎ እቲ ኤጀንሲ። በትግራይ ክልል ያሉ በወረቀት የሚፈተኑ ተማሪዎች አሉ በአሁን ሰዓት ላይ በትግራይ ክልል ወደ አስራ አራት ሺህ ሰባት መቶ ሀምሳ አምስት ተማሪዎች

ንምንታይ ደኣ እዩም ጉጅለ ህወሓት ናይ ባዕልና ማትሪክ ፈተና ክነውፅእ ኢና? መዓልቲ ፈተና ፍፁም ክቕየር ኣይግባእን ዝብል ዘሎ? ንዝብል ሕቶና ዝረኸብናዮ ምላሽ ዘየለ ሓዱሽ ወጥሪ ፈጢርካ መንእሰይ ትግራይ ተስፋ ቆሪፁ ናብ ታዕሊም ንክኣቱ ዝተገበረ ፖለቲካዊ ሸርሒ ምዃኑ ኩሉ ክፈልጦ ይግባእ ኢሎም ኣለው ነዚ ዜና ዝለኣኹልና ውሽጣዊ ምንጭታት። ወለዲ ንተፈተንቲ ተምሃሮ ደቆም ካብ ሓምለ ዕስራን ክልተን ክሳብ ዕስራን ኣርባዕተን ተታሒዞብ ዘሎ ፕሮግራም ክልእኹን ተፈተንቲ ተምሃሮ መዓልቶም ክሳብ ዝኣክል ተረጋጊዖም ከፅንዑን እውን ፃውዒት ቀሪቡ እዩ። እዚ ከምዚ እናሃለወ ዶክተር ጊሮስ ኩዕሽ ሓላፊ ቢሮ ትምህርቲ ትግራይ ጥረ ሓቅታት ኢሉ ኣብ ዝፀሓፎ በዓል ዓሰርተ ክልተ ነጥብታት ቅዋሙ ድማ ሚኒስተር ትምህርቲ ዕስራ ሰነ ክፍትን እየ ኢሉና እሺ ኢልናዮ ነይርና ሕዚ ንምንታይ ን ዕስራን ክልተን ሓምለ ቀይርዎ? ዕስራን ሸውዓተን ሰነ ካቢኔ ትግራይ ተኣኪቡ ድሕሪ ሰዓት ውሳነኹም ለውጡ ኢልናዮም ክልውጡ ኣይከኣሉን ዳ ሚኒስተር ትምህርቲ ይብለሎ ዶክተር ኪሮስ ጉዕሽ። ዕስራን ሸሞንተን ሰነ ንጉሆ ተኣኪቦም ዘትዮምሉ ዝብል ወረ ሰሚዕና እዚ ወረ እዚ ምስ ሰማዕና ፖለቲካዊ ሽግር ምዃኑ ተረዲኡና እዩ ኢሎ'ሎ ዶክተር ኪሮስ ጉዕሽ። ሽዑ ንሽዑ ድማ ባዕልና ፈተና ኣውጺእና ሃገራዊ ፈተና ክንፍትን ኢና ኢልና ወሲንና ኢሉ ጽሒፉ'ሎ ሓላፊ ቢሮ ትምህርቲ ትግራይ ዶክተር ኪሮስ ጉዕሽ። ወረ ሰሚዕና ውሳነ ወሲንና። ወረ ምስ ሰማዕና ፖለቲካዊ ሸርሒ ምዃኑ ተረዲኡና። ፈተና ክንፍትን እውን ተዳሊና እዩ ዝብል ዘሎ ብወይናይ መልሓሱ ዶክተር ኪሮስ። መንግስቲ እየ ዝብል ኣካል ወረ ሰሚዐ ኢሉ ንምንታይ ንውሳኔ ይሃጽጽ? ትካላዊ ርክብ ዝበሃል ነገር የለን ድዩም ብወረ ከም ንልዕሊ ዓሰርተ ሓሙሽተ ሽሕ ተምሃሮ ተጋሩ ናብ ሓደጋ ዘእቱ ውሳነ ምውሳን ይከኣል ዶ ይኸውን? ብተመሳሳሊ ዜና ካብ ትግራይ ብዝተፈላለየ ምኽንያት ናብ ከተማ ኣዲስ ኣበባ ዝመፅኡ ተፈተንቲ ተምሃሮ እውን ኩነታት ተመቻችይሎም ይፍተኑ ምህላዎም ንምርግጋጽ ክኢልና ኣለና። ሕዚ እውን እቲ ምምችቻው ፈተና ንተምሃሮ ናብ ኣዲስ ኣበባ ዝመጽኡ ተጠናኺሩ ቀጺሉ እዩ ዘሎ። ኣብ መወዳእታ ምስ ፈተና ማትሪክ ብዝተተሓዘ ተገይሩ ዘሎ ነገር መዓልቲ ፈተና ምሽግሻግ እዩ። ዕለቱ ድማ ካብ ዕለት ዕስራን ክልተን ክሳብ ዕስራን ኣርባዕተን ሓምለ ክኸውን እዩ ኤጀንሲ ፈተና ወሲኑ ዘሎ። እዚ ሓዱሽ ነገር ኣይኮነን፣ ድሕሪ ውዕሊ ፕሪቶርያ ክልተ ግዜ ከም ዝተፈጸመ እውን ምንጭታትና ገሊጾም እዮም። ክልል ዝውንኖ ዩኒቨርሲቲን ዘመሓድሮ ሰብ ኣብ ዩኒቨርሲትን ኣብ ዘይብሉ ኩነት፣ ፈቲነ ባዕለይ ናብ ዩኒቨርሲቲ ከእቱ እየ ምባል ናይ ጥዕና ድዩ? ንመያየጠሉ። ብዝኾነ ዶክተር ኪሮስ ጉዑሽ ዝበሃል ቢሮ ትምህርቲ ካብ ዝኣቱ ናብዚ ፈተና ትምህርቲ ትግራይ ካብ እዋን ናብ እዋን ናብ ሓደጋ እናወደቐ መፂኡ እዩ። ትዝክሩ ኢኹም ቅድሚ ሒደት ዓመታት ብድርቅና ዶክተር ኪሮስ ጉዕሽ ሒጃብ ገይርክን ኣይትፍተናን ዝተብሃላ ኣሓትና ተምሃሮ ከተማ ኣኽሱም ካብ ማትሪክ ፈተና ተሪፈን እየን። ሕዚ እውን ወለዲ ኣብ ልዕሊ ደቅኹም ወስኑ፣ ደቅኹም ኣፈትኑ ኣብ ዩኒቨርሲታት መቐለን ኣኽሱምን ዝብል ማዕዳ እዮም ሂቦም ዘለዉ ነዚ ዜና እዚ ዝሓበሩልና ምንጭታት። ዜና ዳሞራ ሾው ሕዚ እውን እናቐፀለ እዩ። ቤት ምኽሪ ንሰላምን ለውጥን ትግራይ ትማሊ ኣብ ዘካየዶ ቤት ምኽሪ ሰላምን ለውጥን ትግራይ ምስ መንግስቲ ፌዴራልን ካልኦት ኣግባብነት ዘለዎም ትካላትን ረኽቡ ብምጥንኻር መንእሰይ ትግራይ ካብ ሞት ንምትራፍ ከም ዝቃለስ ኣረጋጊጹ። ቤት ምኽሪ ሰላምን ለውጥን ትግራይ ኩነታት ትግራይ ብስፍሓት ብምግምጋም መዋፅኦ ኣብ ዝበሎም ሓሳባት እውን ብዝርዝር ተመያይጡ መፍትሒ እውን ኣቐሚጡ እዩ። ቤት ምኽሪ ንሰላምን ለውጥን ትግራይ ትማሊ ኣብ ዘካየዶ ኣኼባ ፀብፃብ ስራሕ ሰሚዑ ብስፍሓት ተመያይጡ ኣሎ። ኣብቲ ዘካየዶ ዘተ ኣብ ህልውን መዋፅኦ ትግራይን ንዝቕፅሉ ኣዋርሕ ብዛዕባ ክስርሑ ዝተሓሰቡ ትልምታትን እውን ብስፍሓት ተመያይጡ በዓል ሸሞንተ ነጥብታት ውሳነ ቅዋም እውን ኣመሓላሊፉ ኣሎ። ትግራይ ሕዚ ኣትያቶ ዘላ ፀገም ንህዝባዊ ስርዓት ዝተገበረ ቃልሲ ንረብሓ ሓደ ጉጅለ ክውዕል ስለዝተገበረ እዩ ዝበለ ቤት ምኽሪ ሰላምን ለውጥን ትግራይ፣ ሕዚ ኣንፀላልዩ ዘሎ ሰፊሕ ድርቅን ብርቱዕ ጥሜትን ብሰንኪ እዚ ዓፋኒ ስርዓት ዘጋጥሙ ዘለዉ ዓበይቲ ካልኦት ፀገማትን ዝፍትሑ እዚ ዓፋኒ ስርዓት ብምእላይ ጥራሕ ምዃኑ እውን ኣስሚሩሉ እዩ ቤት ምኽሪ ሰላምን ለውጥን ትግራይ። ኣብ ከተማታት ዝነበረ ዓመፅ ፀረ ግፋ ናብ ገጠራት ትግራይ እውን ልሒኹ ኣሎ። ብመሰረት እዚ ኣብ ዞባ ምብራቕ ትግራይ ከባብታት ሳዕሲዒ ፃዕዳ እምባ ዝርከብ ህዝብና ብግልፂ ኣብ ኣደባባያት ወፂኡ ኣይንግፈፍን ሰላም ኢና ንደሊ ሕቶና ብሰላም ክንምልስ ኢና ብምባል ግልፂ ተቓውምኡ ኣብ ኣደባባያት ኣስሚዑ ኣሎ።

Ageram.
እዚ ከምዚ እናሃለወ ኣብ ዞባ ደቡብ ትግራይ ወረዳ ሰላዋ ዕዳጋ ዝተኣከበ ህዝቢ እውን ንግፋ ዕጡቓት ጉጅለ ህወሓት ብምቅዋም ዕዳግኡ በቲኑ ከም ዝሃደመ ትማሊ ንምፍላጥ ተኻኢሉ ኣሎ። ዝተፈላለዩ መናእሰይ ከየንቲ ትግራይ ኣብ ልዕሊ ህዝቦም ዝበፅሕ ዘሎ ግፍዒ ይቃወሙ ኣለዉ። ንኣብነት ያፒ ማፒ፣ ንሕናዶ ንግፈፍ ኣብ ክንዲ ምሽላም ንሕናዶ ናብ ኩናት ንሕናዶ ናብ ስደት ኣብ ክንዲ ናብ ቀለም ዘይጭበጥ ናጽነት ኩል ግዜ ኣለሻ ክንደሻዕ ክምከር ተኣኪብካ ኣብ ጣሻ ኢለሎም። ማሉዳ ዝተባህለ ፍሉጥ ከያኒ ድማ ኩሉ ናፈለጥክዮ ኩሉ ኣይትበልና ኣሉ እቲ ኩሉ ናፈለጥክዮ ኩሉ ግደፍዮ ኣይተብዝሒ ኣሉ ናይ ውሽጢ ነፃነት ይቅድም በገዛ ቤተይ ኣይትክልኡኒ ነፃነተይ ኢለሉ ማለዳ እውን ካልኦትኩም ኣቱም ነባራት ኣበይ ኣለኹም ሐዚ ኣብ ጎኒ ህዝብኹም ዲኹም ወይስ ኣብ ጉኒ ጉጅለ ውድብኩም? ንሎሚ ዘዳለኹልኩም ዜናታት እዚኦም ነይሮም። ደሓን ኩኑ።